ንደቂ ኣንስትዮ ዝጭኩን ተረርቲ ሕግታት ብምውጻእ ዝፍለጥ ኣብዚ ዋና ኣፍጋኒስታን ዝመርሕ ዘሎ ጣሊባን ሕጂ እውን ኣብ ዩኒቨርሲታት ናይታ ሃገር ብደቂ ኣንስትዮ ምሁራት ዝተጻሕፈ መጻሕፍቲ ኣብ ጥቕሚ ከይውዕል ኣጊዱ ምህላው ዕላዊ ኮይኑ ብመሰረቱ ወጺኡ ዘሎ ሓበሬታ ድማ ኣስታት 140 ዝበጽሑ ብምሁራት ደቂ ኣንስትዮ ዝተጻሕፉ ኣብ ዩኒቨርሲታት ናይታ ሃገር ከም መምሃሪ ኣብ ጥቕሚ ዝውዕሉ ዝነበሩ መጻሕፍቲ ጠቕሊሎም ከም ዝእገዱ ገይሩ ዘሎ ኮይኑ ኣብ ርእሲኦም ድማ ካልኦት ሓሙሽተ ሚእትን ኣርብዓን ዝበጽሑ ምስ ሸሪዓ ከምኡ ድማ ናይ ጣሊባን ፖሊሲ ኣይከይዱን እዮም ተባሂሎም ዝተገልጹ መጻሕፍቲ ናይ ዩኒቨርሲታት ከም ዝእገዱ ተገይሩ ምህላዉ ተገሊጹ። ብጀካ እዚ እውን ጣሊባን ነተን ዩኒቨርሲታት ናይቲ ሃገር ምስ ሸሪዓ ከምኡ ድማ ንሱ ምስ ዝኽተሎ ፖሊሲታት ኣይከይድን እዩ ዝበሎ ዓሰርተ ሸሞንተ ዝተፈላለየ ዓይነት ትምህርታት እውን ኣብቲ ዩኒቨርሲታት ድሕሪ ደጊም ምምሃሩ ከቋርጽ ከም ዘለዎ እዩ ወሲኑ ዘሎ። ጣሊባን ከምዚ ዓይነት ውሳነ ወሲዱ ዘሎ፣ እቲ ከም ፊዚክስን ኬሚስትሪን ዝኣመሰለ ከይተረፈ ዝርከቦ ብደቂ ኣንስትዮ ዝተጻሕፈ መጻሕፍቲ፣ ምስቲ ዝኽተሎ ሕጊ ሸሪዓ ከምኡ ድማ ፖሊሲታት ኣይሳነን እዩ ከምኡ ድማ ጸረ ሸሪዓ እዩ ኢሉ ስለ ዝገለጾ ምዃኑ እውን ተገሊጹ። ብጀካ'ዚ እውን ጣሊባን ኣብ ዓሰርተ ዞባታት ናይታ ሃገር ፋይበር ኦፕቲክ ዝበሃል ቅልጡፍ ስርዓታት ኢንተርኔት ካብ ናብ ዘመሓላልፍ መስመራት ኣብ ጥቕሚ ከይውዕል ኣጊዱ ምህላዉ'ውን ተሓቢሩ'ሎ። ንሱ ነዚ ውሳነ ዝወሰደሉ ከኣ ምብካል ሕብረተሰብ ንምክልኻል ምዃኑ'ዩ ኣፍሊጡ። ከም ዝፍለጥ ጣሊባን ደጊሙ ናብ ስልጣን ካብ ዝመጽእ ኣትሒዙ ኣብ ልዕሊ ደቂ ኣንስትዮ ተሪር ሕግታት ከንብር ዝጸንሐ ኮይኑ፣ ኣብታ ሃገር ከኣ ደቂ ኣንስትዮ ኣብዚ እዋን ኪኖ ሻድሻይ ክፍሊ ከይመሃራ እጉዳት እየን። ይኹን እምበር ኣብ ገዝኣን ኮይነን ብመንገዲ ኢንተርኔት ዝመሃራ ዝነበራ ደቂ ኣንስትዮ'ውን፣ በዚ ሕጂ ኣብ ልዕሊ ቅልጡፍ ስርዓታት ኢንተርኔት እታ ሃገር ተወሲዱ ዘሎ ውሳነ፣ ንሰን እውን ካብ ትምህርቲ ክበዅራ ምዃነን እዩ ዝትንተን ዘሎ። ገለ ካብቲ ሕጂ ጣሊባን ኣጊድዎ ዘሎ ብደቂ ኣንስትዮ እተጻሕፈ መጻሕፍቲ፣ ገሊኡ ብዛዕባ ኣበርክቶ ደቂ ኣንስትዮ ኣብ ሕብረተሰብ እዩ ዝርከቦ። ጣሊባን በዚ ኣብ ልዕሊ ደቂ ኣንስትዮ ዝወስዶ ዘሎ ውሳነታት ንዝቐርበሉ ነቐፌታ ኣብ ዝህቦ ግብረመልሲ፣ እቲ ዝወስዶ ውሳነታት ምስቲ ዝኽተሎ ሕግታት ሸሪዓ፣ ናይ ኣፍጋኒስታን ባህሊ፣ ከምኡ ድማ ናቱ ፖሊሲታት ዝሳነ ንደቂ ኣንስትዮ ክብረት ዝህብ እዩ ብምባል እዩ ዝገልጾ። መንግስቲ ብሪጣንያ ምስ ፈረንሳ ድሕሪ ዝገበሮ ስምምዕ ንመጀመርታ እዋን ሓደ ኤርትራዊ ብነፋሪት ናብ ፈረንሳ ክምለስ ተገይሩ ምህላዉ ተፈሊጡ። እዚ ኤርትራዊ ናብ ፈረንሳ ንኸይምለስ ብመንገዲ ቤት ፍርዲ ጻዕርታት ተገይሩ እኳ እንተነበረ እቲ ጻዕሪ ድሕሪ ምምላሱ ግን ካብ ዓባይ ብሪጣንያ ብነፋሪት ናብ ፈረንሳ ተመሊሱ ኣሎ። ቤት ጽሕፈት ውሽጣዊ ጉዳያት እታ ሃገር ኣብ ዙርያ ናይዚ ኤርትራዊ ጉዳይ ኣብ ቤት ፍርዲ ንኽዕወት ጻዕሪ ድሕሪ ምግባሩ'ዩ እዚ ኤርትራዊ ናብ ፈረንሳ ክምለስ ተገይሩ ዘሎ። ኣብ መጀመርታ ናይዚ ሰሙን'ውን ሓደ ህንዳዊ ስደተኛ ካብ ብሪጣንያ ናብ ፈረንሳ ንምምላስ ተገይሩ ዝነበረ ፈተነ ብቤት ፍርዲ ተዓጊቱ እኳ እንተነበረ ድሒሩ ግን ሚኒስትሪ ውሽጣዊ ጉዳያት ብሪጣንያ ይግባይ ኢሉ እቲ ህንዳዊ ዜጋ ናብ ፈረንሳ ክምለስ ተገይሩ'ዩ። እዚ ሕጂ ብሪጣንያን ፈረንሳን ተሰማሚዐናሉ ድሮ ኣብ ግብሪ ክውዕል ጀሚሩ ዘሎ ስደተኛታት ካብ ብሪጣንያ ናብ ፈረንሳ ምምላስ ዝብል ሓሳብ ነቶም ብዘይሕጋዊ መንገዲ ብጃልባ ናብ ብሪጣንያ ዝኣትው ስደተኛታት ንምዕጋት ተባሂሉ ዝቐረበ እዩ። ከም ዝፍለጥ ኣብዛ ገና ክትዛዘም ልዕሊ ሰለስተ ኣዋርሕ ተሪፍዋ ዘሎ ዓመት ክልተ ሽሕን ዕስራን ሓሙሽተን ልዕሊ ሰላሳ ሽሕ ስደተኛታት ብጃልባ ንመትረብ ኢንግሊዝ ኣቋሪጾም ናብ ዓዲ ኢንግሊዝ ከም ዝኣተው ሰነዳት ይሕብሩ። ካብ ክልተ ሽሕን ዓሰርተ ሸሞንተን ጀሚሩ ሰነዳት ክተሓዝ ካብ ዝጅምር ኣብ ትሽዓተ ኣዋርሕ ክንዲ ዝበዝሖም ስደተኛታት ናብ ዓዲ እንግሊዝ ክኣትዉ እዚ ንመጀመርታ እዋን እዩ። እዚ ቁጽሪ ዝበዝሐ ተባሂሉ ከኣ ተሰኒዱ ኣሎ። ዋን ኢን ዋን ኣዎት ዝብል መደብ ቀዳማይ ሚኒስተር ኪር ስታርመርን ፕረዚደንት ፈረንሳ ኢማኑዌል ማክሮንን ኣብ ሓምለ ዝተፈራረምእሉ ስምምዕ እዩ። ብመሰረት እቲ ውዕል፣ ፈረንሳ ብንኣሽቱ ጀላቡ ናብ ዓባይ ብሪጣንያ ዝኣትዉ ስደተኛታት ናብ ሃገራ ክምለሱ እያ ተሰማሚዓ። ሓደ ሰብ ናብ ፈረንሳ ተተመሊሱ፣ ዓዲ እንግሊዝ ከኣ ሓደ ካብቶም ነቲ መትረብ ከየቋረጹ ኣብታ ሃገር ዝኣትዉ ሕቶ ዑቕብኦም ክትቅበሎ'ያ እትስምምዕ። በዚ ስምምዕ መሰረት ከኣ ብሪጣንያ ሓደ ውልቀሰብ ናብ ፈረንሳ ኣብ እትመልሰሉ እዋን፣ ፈረንሳ ብሕጋዊ መልክዕ ሕቶ ዑቕባ ዘቕረበ ካብ ሃገራ ናብ ብሪጣንያ ብነፋሪት ክኸይድ'ዩ። ይኹን እምበር እዚ ስምምዕ ሕጋዊ ብድሆታት ዝገጥሞ ዘሎ ኮይኑ ብፍላይ ከኣ ብወገን ዓዲ እንግሊዝ ብተደጋጋሚ ብኣብያተ ቤት ፍርዲ ጠጠው ክብልን ሕጋዊ ብድሆታት ክገጥሞን ይረኣ እዩ ዘሎ። ኣካል ውድብ ሕቡራት ሃገራት ዝኾነ ውድብ መግብን ሕርሻን ናብ ኤርትራ ሓድሽ ልኡኽ ከምዝመዘዘ ተገሊጹ። እታ ብውድብ ሕቡራት ሃገራት ተመዚዛ ዘላ ሓዳሽ ልእኽቲ ኣርየላ ገሊን እትበሃል ኮይና፣ ብመሰረት ተልእኾኣ ከኣ ሓላፊት ቤት ጽሕፈት ውድብ ሕርሻን መግብን ውድብ ሕቡራት ሃገራት ኣብ ኤርትራ ኮይና'ያ ክተገልግል። እዛ ሓዳሽ ልእኽቲ ናብ ኤርትራ ኣብ ዝበጽሐትሉ፣ ወረቐት ስርሓ ንሚኒስተር ወጻኢ ጉዳያት ኤርትራ ዑስማን ሳልሕ ኣረኪባ ምህላዋ'ውን ዕላዊ መርበብ ሓበሬታ ቤት ጽሕፈት ውድብ መግብን ሕርሻን ኣብ ኤርትራ ሓቢሩ'ሎ። ብወገን ኢትዮጵያ ብዛዕባ ኣፍደገ ባሕሪ ብተደጋጋሚ መግለጺታት ኣብ ዝወሃበሉ ዘሎ ግዜ፣ ሚኒስተር ዜና ኤርትራ የማነ ገብረመስቀል፣ ኢትዮጵያ ብሕጋዊ ስምምዓት ከምኡ ድማ ብሰላማዊ መንገዲ ኣፍረገ ባሕሪ ክትረኽበሉ መንገድታት እንከሎ፣ ሰበስልጣና ብዛዕባ ካብ ዕጽዋ ምውጻእ ክዛረቡ ምስማዕ ቅንዕና ዘይብሉ ተኹታኹ'ዩ ክብል'ዩ ገሊጽዎ። ሚኒስተር ዜና ኤርትራ የማነ ገብረመስቀል ሕጂ'ውን ደጊሙ ንሰልፊ ብልጽግና ፖተክሚን ሰልፊ ኢሉ ገሊጽዎ ዘሎ ኮይኑ፣ ገለ ላዕለዎት ሰበስልጣን እታ ሃገር ከኣ ዋላ'ውን ብውሽጦም ጽቡቕ ገይሮም ኣይእመኑሉ፣ ኢትዮጵያ ኣፍደገ ባሕሪ ብምርካብ ካብ ዕጽዋ ክትወጽእ ኣለዋ ብምባል ይዛረቡ'ዮም ዘለዉ፣ እዚ ግና ቅንዕና ዘይብሉ'ዩ ክብል ተዛሪቡ። ንሱ ቀጺሉ፣ ኢትዮጵያ ንንግዳዊ ጥቕሚ ብሰላማዊ መንገድን ሕጋዊ ስምምዓትን ካብ ጎረባብቲ ሃገራት፣ ኣፍደገ ክትረክብ ትኽእል እያ ብምባል ሚኒስተር ዜና ኤርትራ ብ የማነ ገብረመስቀል ብካልእ ኣዘራርባ ኢትዮጵያ ብሰለማዊ መንገድን ሕጋዊ ስምምዓትን ንንግዲ ኣፍደገ ባሕሪ እትረኽበሉ መንገድታት ከተናድን ካብቲ ዝግበር ዘሎ ምትኾታዃት ክትቁጠብን ዝጽውዕ መግለጺ'ዩ ሂቡ ዘሎ። ፕረዚደንት ፈረንሳ ኤማኑዌል ማክሮንን በዓልቲ ቤቱ ብሪጂት ማክሮንን ንሳ ጾታኣ ጓል ኣንስተይቲ ምዃኑ ዘረጋግጽ ስእልን ሳይንሳዊ መረዳእታን ናብ ቤት ፍርዲ ኣሜሪካ ከቕርቡ ምዃኖም ተገሊጹ። እቶም መጻምድቲ፣ ጸላዊት የማናዊ ክንፊ ፖለቲካ እትኽተል ካንዲስ ኦውንስ፣ ብሪጂት ማክሮን ክትውለድ እንከላ ወዲ ተባዕታይ እያ ነይራ ብዝብል ዝዘርግሓቶ ዘረባ፣ ምጽላም ሽም'ዩ ብዝብል ንዝኸፈትዎ ክሲ መረዳእታ ምዃኑ ጠበቕኦም ተዛሪቡ። ጠበቓ ብሪጂት ቶም ክሌር ኣብ ዝሃቦ ሓበሬታ፣ እቲ ዘጋጠማ ጸለመ እምብዛ ዘሕርቕ ከምዝኾነን ኣብ ልዕሊ እቲ ፕሬዝደንት ጽልዋ ከምዘሕደረን ኣመልኪቱ ኣሎ። እቲ ፕሬዝደንትን በዓልቲ ቤቱን ነፍሰጾር እንከላን ቆልዑ ክተዕቢ እንከላን ዘርእዩ ኣሳእል ከቕርቡ ድዮም ንዝብል ሕቶ ድማ ጠበቓኣ፣ ኩሎም ኣሳእል ናብ ቤት ፍርዲ ከምዝቐርቡ ሓቢሩ ኣሎ። ኣብ ማሕበራዊ ሚድያ ሚልዮናት ሰዓብቲ ዘለዉዋ፣ የማናዊ ክንፊ ፖለቲካ እትኽተል፣ ተንታኒት ዓቃባዊት ደይሊ ዋየር ዝነበረት ካንዲስ ኦውንስ፣ ብተደጋጋሚ ንበዓልቲ ቤት ኢማኑዌል ማክሮን ዝኾነት ብሪጂት ማክሮን ወድያ ብምባል'ያ ክትዛረበላ ጸኒሓ። ቅድሚ ሒደት ዓመታት'ውን ጾታ በዓልቲ ቤት እዚ ፕሬዝደንት ኣዘራርቢ ኮይኑ፣ ኣብ ክልተ ሽሕን ዕስራን ሓደን ክልተ ናይ ፈረንሳ ዩቱበራት ኣማንዲን ሮይን ናታሻ ሮይን ነዚ ጉዳይ ኣልዒሎሞ ነይሮም እዮም። እቲ ፕሬዝደንትን በዓልቲ ቤቱን ንክልቲኦም ዩዩቱበራት ብሽም ምፅላም ብምኽሳስ ብ ክልተ ሽሕን ዒስራን ኣርባዕተን ብቤት ፍርዲ ከምዝረትዕዎም ይፍለጥ። እንተኾነ እቲ ውሳነ መረዳእታ መሰረት ብዝገበረ ኩነታት ዘይኮነ ምስ መሰል ሓሳብካ ብናፅነት ምግላፅ ብዝተሓሓዝ ውሳነ እኳ እንተተቐየረ እቶም መፃምድቲ ግን ይግባይ ሓቲቶም እዮም። ኣብ ዝሓለፈ ሓምሊ እቶም መፃምድቲ እቲ ዘቕረበቶ ሓሳብ ውዱቕ ዝገበሩ እሙናት መረዳእታታት ንጎኒ ብምግዳፍ፣ ሓሳብ ፍሉጣት ሽም ሰባት ዘጸልሙን ተንተንቲ ውዲታትን ኣሰጉማ'ያ ብምባል ኣብ ልዕሊ ካንዲስ ኦውንስ ተመሳሳሊ ክሲ ኣብ ኣሜርካ ከፊቶም ኣለዉ። ኣብ ኣሜርካ ኣብ ልዕሊ ፍሉጣት ሰባት ሽም ምጽላም ተፈጺሙ'ዩ ዝብል ክሲ እንተቐሪቡ ከሳሲ ወይ ተኸሳሲት ኮነ ኢሉ ብኽፍኣት ናይ ሓሶት ሓበሬታ ከም ዝዘርግሐ ወይ'ውን እቲ ኩነታት ንሓቂ ዕሽሽ ብምባል ዝተፈጸመ ምዃኑ ክረጋገጽ ዘለዎ ኮይኑ እዚ ምስ ዝረጋገጽ ድማ እቲ ተኸሳሲ ሚልዮናት ዶላራት ካሕሳ ክኸፍል ይግደድ እዩ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ ሰላም ንዓኹም።